ሃይ ደቂ ነጋዊ ሃይ ደቂ ነጋውስ ከመይ ኣለኹም? ኣነ ብጣዕሚ ፅቡቕ ኣለኹ እሳትኩም ፅቡቕ ትሉ ከዓ በዓልቲ ምሉእ ተስፋ እየ ፈትወኩም እየ ፈትወኩም እየ ፈትወኩም እየ ደቂ ነጋውስ ሕጂ ሃ እንታይ ምፅእ ኣለኹም ሓደ ክቡር ሰብ ሓቲትንሲ ንሕናስ ምርጫ ኣለና ድዩ ድሕን ኣብዚ ዓለም መፂና እቲ ንመጾ ከኣኒ ኦሬዲ ፕላን ኮይኑ ድሕን ኩንትራት ኣቲና ንመጽእ ኮይናሲ እንታይ ደኣ ምርጫ ኣለና ውሕድ እዩ ምርጫና ድብል ሕቶ እያ ነይራ ሕጂ ንዓኣ እየ እዚኣ ክምልሳ ምክንያቱ ጽቡቅ ገይረ ዘይመለስክዋ ኢለ ስለ ዝኣምን ኩሉ ግዜ ምርጫ ኣለና ደቂ ነጋውስ ፈትወክሜ ፈትወክሜ ፈትወክሜ ኩሉ ግዜ ምርጫ ኣለና ምርጫ ናትና እዩ ግን ዝያዳ ናብ ነብስና ንቐርብ፣ ዝያዳ መን ምዃንና ንፈልጥ፣ ዝያዳ ክእለታትና ንፈልጥ፣ ዝያዳ ምርጫና ነቲ ንዓና ዝጥዕመና ነብሎ ማለት እዩ። ሕጂ ክንከዶ ኢና ሓደ ብሓደ ጽቡቕን ሕማቕን ኣብ ውሽጥና ኣለና ከምዚ ኩሉ ግዜ ዝብለኩም ደቂ ነጋውስ ጽቡቕን ሕማቕን ኣብ ውሽጥና ኣለና ነቲ ኣብ ውሽጥና ዘሎ ድሕን መጊብናዮ ይሰብሕ ብኡ ንነብር ኦኬ ክፉእና ድዩ ጽቡቕና ከንብቦ እየ እሞ ሽዑ ክኸዶ እየ ኦኬ ጽቡቕን ሕማቕን ኣብ ውሽጥና ኣለና ጥዑያት ጥዕና ጥዑያት ክንከውን ከለና መንገዲ ፈጣሪ ንሕዝ ኣለና ግጉይ መንገዲ ክንሕዝ ከለና ከዓ መንገዲ ሰይጣን ንሕዝ ከምቲ ወይ ከዓ እከይ ኣለና ማለት እዩ ካብ መዓንጣና ንላዕሊ ወይ ከዓ ንታሕቲ ኦኬ መንገዲ እከይ ንብሎ መንገዲ ሰይጣን ንብሎ ሓደ ኣሎ መገዲ ብርሃን መንገዲ ፈጣሪ መንገዲ ፅቡቅ ዝብል ካ- ካልእ ኣሎ ሶ ድሌትና ንሕና ኣብ ድሌትና ኣብ ኢድና ነእትዎ ማለት እዩ ከመይ ማለት ዳሉ እዚ ካብ መዓንጣና ንታሕቲ ንኣብነት ኣብ ናተይ መፅሓፍ ኦኬ ናተይ መፅሓፍ ዓዲግኩማ ዘለኹም ክልተ ሚትን ዕስራን ሓሙሽተን ክልተ ሚትን ስጋብ ክልተ ሚትን ዕስራን ሸውዓተን ድሕና ኣንቢብኩሞ ብዛዕባ ቻካራ ይዛረብ እዩ ሕጂ እቲ ቻካራ እቲ እንዲ ትፈልጥዎ ማለት እዩ ካብ ላዕሊ ካብ ታሕቲ ስጋብ ኣብ ልብና ኦኬ ሰለስተ ራብዒቲ ልብና ቅድሚ ሕጂ ብዙሕ ኣነ ተዛሪበ ኣለኹ ብቻ ከራ ግን ብዝበለፀ ኣብቲ መፅሓፍ ፅሒፍዮ ኣለኹም ካብኡ ንላዕሊ ከዓኒ ኣሎ ስጋዕ ናህና ዘውዲ ቻካራ ካብ ልብና ንላዕሊ ሰለስተ ዳሕራይ ራብዒቲ ብታሕቲ ሕጂ ድሕን ንትሕት ኣለና ናይ እከይ ንኸይድ ኣለና ማለት እዩ ናይ እከይ ማለት ዘይኮነ ብሽም ናይ ሰይጣን ናይ እከይ እዩ ዝበሃል ናይ ስጋ ማለት እዩ ወይ ናይ ስጋ ወይ ከዓኒ ናይ ነፍሲ ኦኬ ሕጂ ክንፈልጦ ዘለና እከይ ዝበሃል ነገር የለ ሕማቕ ዝበሃል ነገር የለ ንሕና ናፃ ኢና ድሌትና ክንገብር ኢልና ኣብ ድሌትና ኣነ ተደሊ ሕጂ ናይ ክፉእ ጥራሕ ናይ እሲልካ ሸብሸራ ንሰብ እስኪ ንሰብ ዝርብሽ ጥራሕ ክዛረብ ኣነ ክእለት ኣለኒ ናይ ጽቡቕ ሰብ ከዕቢ ንክምህር ከምዚ ኣነ ዝብሎ ዝገብሮ ዘለኹ ኢለ ዝኣምን ከኣኒ ናተይ ምርጫ እዩ እዚ ምርጫ እዩ ክእለታት ኣለኒ ዶ ክእለታተይ ፈሊጠ ዶ ኣለኹ እወ ግን ምርጫኻ ኣለኒ ድሌተይ ክጥቀመሉ ኦኬ ንኣብነት ይብሎ ንምንታይ እዮም ዝብሎ ንሻሞጥ ድሌትካ ክትገብረላ ትኽእል ኢኻ ተደሊኻ ትምርኮሰላ ተደሊኻ ትሃርመላ እቲ ኣሻሙጥ ናትካ ነገር እዩ ብዝኾነ እዛ Excuse me እዛ ቀዳመይቲ ኣንቢብያ ዘለኹ ከመይ እያ ትብል ንሕና ድደለናዮ ክንከውን ንኽእል ኢና ምክንያቱ ድኾን ድደለ ዝኽ- ኩሉ ነገር ዝተሓሰበ ኣብ ዓለም ኦልሬዲ ኤግዚስት ይገብር እዩ ኣሎ ካብኡ ኢና ንሕና ንምፅእ ዘይተሓሰበ ነገር ዘይተፈጠረ ዘይተተ- ዘይ- ዘይተማህዘ ገልምታት የለ እንደገና ጥራሕ እዩ ዝደጋገም ዝደጋገም so እሱ ማለት እዩ ካብ ታሕቲ ክንከይድ ከለና ሕጂ ንኣብነት ክንሓምም ወይ ገለ ነገር ክንከውን ከለና ንኣብነት ብጣዕሚ ንወድቕ ንትሕት ሽዕኡ ኣብ ዘይኮነ ሓሳባት ንኣቱ ዘይኮነ ስለ ንትሕት ዘለና ድሕን ጥዕናና ወይ ተፈቂርና ሎሚ ቫላንታይንስ ደይ ሃፒ ቫላንታይንስ ደይ ድሕን ኣብ ፍቅሪ ኣለና ግን ናትና ቫይብሬሽን ሃይ ይኸይድ ዶ ፅቡቕ እንታይ ይበሃል ንኸውን ፅቡቕ ስምዓና ንልዕል ጥዕናና ይፅብቕ ሶ ፍልልይ ኣሎ ናይ ታሕትን ናይ ላዕልን ኣብ መንጎ ዘራኽብ ከዓ ኣሎ ከምዚ ናይ ሃርት ቻከራ ኣነ ኩሉ ግዜ ዝብለኩም ናይ ልቢ ብብዝሒ ኣብ ኤርትራ ብልቡ ዝሰርሕ ሰብ እዩ ብጣዕሚ እዮም ብልቡ ዝሰርሑ ቀደም ማለት እዩ ሕጂ ኣይደኖ ንስኻትኩም ድሌትኩም ግበርዎ ኦኬ ሰይጣንን መልኣኽን መልኣኽና ምስ ተሓዋወሰ ሕጂ ንኣብነት ኣብዚ ሰይጣንን ሰይጣንናን መልኣኽናን ምስ ተሓዋወሰ ክብል ከለኹ እቲ ናይ ላዕሊ ናይ ስፒሪቹዋል ናይ ረቀቕትን ናይ ስጋን ናይ ነፍስን ናይ ስጋን ማለት እዩ ኣብ ክራኸብ ከሎ ማለት እዩ ክራኸብ ከሎ እቲ ዝፍጠር ናብ ላዕሊ ክትከይድ ትደሊ ናብ ታሕቲ ስሕበት ናይ ስጋ ናይ ፅቡቅ ነገር ስጋ ኩሉ ግዜ ፅቡቅ ሕማቅ ኣይኮነን ግን ሰጋ ኣታችመንት ኣለዎ ድ- ድጠማምረካ ነገር ኣለዎ እ፣ ድሕን ተጣማሚርካ ዝያዳ ተጣማምርካ ዝያዳ ኣብ ደይቦልባልካ ትኣቱ ማለት እዩ ደቂ ነጋስ ሕጂ ሰይጣን እ፣ መልኣኽን ምስ ተሓዋወሰ ይፍትነና ግን ንሕና ምርጫ ኣለና ክንልዕል ክንልዕል ሕጂ ኣብዚኣ ሞንጎ ኣብዛ ሞንጎ ናይ ነፍስን ናይ ስጋን ኣብቲ ሞንጎ ክንከውን ከለና ፈተነ ኣሎ ናብ ናይ ስጋ ዲ ንሕን ሰብ ኮንቸስ ኮይኑ ሰብ ምስ ነፍሱ ድሕን ዝሰርሕ ኣሎ ማለት እዩ ድሕን ነብስኻ ሰሪሕካ ወዲእካ ኣለኻ ግን ኦሬዲ ኣብቲ ላዕሊ ስለ ዘለኻ ይርዳእካ እዩ ታሕቲ ዘውርድም የብልካን ድሕን ደሊኻዮ ኣሎካ እቲ ናይ ስጋ ነገር ድሕን ደሊኻዮ ግን ኣየድልየካን እዩ ምክንያቱ ትርጉም ኣይህበካን እዩ ድሕን ሊዒልካ ኣለኻ ማለት እዩ ግን ኣብቲ መንጎ ክትረኸብ ከለኻ እቲ ናይ ስጋን እቲ ናይ ስጋን ናይ ነብስን ክረኸብ ከሎ ኣብኡ ፋይቲን ኣሎ ክገብሮ ዶ ኣይገብሮን ኣብዚ ፋይቲን ኣሎ ኢድ ብደሎ ኦኬ ንሱ እቲ ምርጫ ሕጂ እቲ ምፍሕፋሕ ክፍጠር ከሎ ኣበይ ትመርፅ ናትካ ምርጫ እዩ ግን እቲ ንሕና ናፃኢና ኣብኡ ኣሎ ማለት እዩ ኦኬ ምርጫ ኣለና ዶ እዚ ማለት እዩ ፍሪ ኢና ንሕና ናፃኢና እዚኣ ንምግላፅ ማለት እዩ ኦኬ ክንወድቕ ክንወድቕ ኣብ ኦኬ ክንልዕል ወይ ከኣ ክንወድቕ ማለት እዩ ደቂ ነጋስ። ኣብ ሞንጎ ክንከውን ከለና ኣብ ሞንጎ ጸልማትን ብርሃንን ንኸውን ኣለና ማለት እዩ። ሕጂ ኣብዚ ንኣብነት ሕጂ ከም ጸልማትን ብርሃንን ሕጂ እቲ ጸልማት ኮይኑ ዘሎ እቲ ናይ ሰይጣን ናይ እከይ ናይ ናይ ስጋ ማለት እዩ እቲ ብርሃን ኮይኑ ዘሎካ ምክንያቱ እንዳ ለዓልካ እንዳ ረኣካ እንዳ በራህካ ስለ ትኸይድ ብርሃን ኢለ ጽሒፈዮ ኣለኹ ብዚ ማለት እዩ ኦኬ ንሕና ኩሉ ኩሉ ኣለና ክልቲኡ ክልቲኦም ኣለውና ማለት እዩ እቶም ናይ ብርሃንን ናይ ፀልማትን ይበሃል ፀልማት እኮ ኣብ ፀልማት ብዙሕ ነገር ቢትፉል ነገር ኣሎ እንዲ ግን እቲ ናይ ስጋን ናይ ናይ ነፍስን እዚኣ ንፈልጣ ኢና ኦኬ ክሕወስ ከሎ ረቂቕ ስጋን ረቂቕ ክፍተን ከሎ እዩ እቲ ደግማ እየ እዚኣ ንሕና ኩሉ ኣለና ክልቲኡ ክልቲኦም ክሕወሱ ከለው ረቂቕን ስጋን ክንክፍትን ክንፍተን ከለና እዩ መንፈስን ስጋን ወይ ከዓኒ ስፒሪት ኤንድ ፍላሽ እዚኣ ስጋ እቲኣ ፍላሽ እያ እቲኣ ስፒሪት ከዓ እቲ ነፍሲ ማለት እዩ እዚኦም ክተሓዋወሱ ከለዉ ፋይት ኣሎ ውግእ ኣሎ ውግእ ኣብ ርእሲ ዝበሃል ውግእ ኣሎ ኣበየና እዩ ትመረጽ ምክንያቱ እዞም ነቢታት ዝበሃሉ ከማን ኣብቲ መፅሓፍ ቅዱስ ዘለዉ ፆም ፀሞም ንሓምሳ መዓልቲ ለይትን መዓልትን ንሓምሳ መዓልቲ ቀላል እያ ንሓምሳ መዓልቲ ለይትን መዓልትን ፀሞም ፋይት ገይሮም ምስ ሰይጣን ተቃሊስዎም ዝበሃል ናይ ስጋ ስሕበት እዩ በቲ ናተይ ኣንደርስታንድ እዩ ግን ድሕን ካልእ መንገዲ ኣሎ ከዓኒ ጽሐፉለይ ድሕን ካልእ መንገዲ ተረዲኡኩም ካብ ግን ንዓይ ዝርድኣኒ ከምኡ እያ ኣብ ርእስና ኩሉ ኣብ ሓሳብና እዩ ድሌትና ነገር ከነማዕብል ንኽእል ኢና ስምዒትና ናይ ነፍሲ ከም ዘሎ ንፈልጥ ኢና ናይ ስጋ ከም ዘሎ ኣብዚ እቲ ፋይቲ እቲ ቃልሲ ዘሎ ኦኬ ታሪክ ዮሱስ ታሪክ ሰብ እዩ ታሪክ ናይ ዮሱስ ታሪክ ናይ ሰብ እዩ ታሪክ ዮሱስ ታሪክ ሰብ እዩ ብሰብ እዮም ታሪክ ዮሱስ ኢሎም ዝነግሩና ብናይ ሰብ ቦዲ ብናይ ሰብ ኩሉ ብናይ ሰብ ቦዲ ገይሮም እዮም ዝኾነ ታሪክ ዝነግሩና እዚ ታሪክ እዚ ከዓ ኣበይ ተፃሒፉ ዘሎ ኣብ መፅሓፍ ቅዱስ መፅሓፍ ቅዱስ ከዓ ከምዚ ሕጂ ዝተዘራረብናሉ ናይ ትማሊ እቲ ናይ ቀደም መጽሓፍ ቅዱስን እዚ ናይ ሕጂ መጽሓፍ ቅዱስን ብጣዕሚ ይፈላለ እዩ። እዚ መጽሓፍ ቅዱስ ዘሎ ተሓርዩ ባዕላቶም ንዕኦም ዝምእምኦም ነቶም ፖለቲሽንን ሃይማኖታውያን ንዕኦም ዝምእምኦም እዮም ገይሮሞ። ምክንያቱ ነቲ ሰብ ማእታን ኣብ ትሕቲኦም ክ- ከብል ብርሃንን ጸልማትን ብሓደ ኣይ- ኣይክ- ኣይክእሉን እዩ ኦኬ ብርሃንን ጸልማትን ብሓደ ኣይክእሉን እዮም ዱዋሊቲ ዝባሃል ኣብ ክልተ ክምቀል ክመቅለካ እዩ ብልጫ ግን ናት ምርጫ ግን ምርጫ ግን ናትካ እዩ ኦኬ ታሪክ የሱስ ብሽ ታሪክ የሱስ ሰብ ታሪኽ የሱስ ታሪኽ ሰብ እዩ ከመይ ገይሩ ድሕን ተባሂሉ ኣነ ክገልጾ እንዴ እዮም ኩሉ ዝምህሩና ኦኬ ብርሃንን ጸልማትን ብሓደ ኣይክእሉን እዩ ድዋሊቲ ዝበሃል ነገር ኣሎ ሕጂ ንኣብነት ኣሎ ኣብ ክልተ ክምቀል ከለኻ እዩ ኦኬ ሕጂ ብዛዕባ ዲዋሊቲ ክዛር ቅድሚ ሕጂ ብዛዕባ ዲዋሊቲ ነጊረኩም እየ ድሕን ሕማቅ ኣሎ ከምዚ ሕጂ ክብል ጸናሕኩ ናይ ስጋ ድሕን ኣሎ ናይ ረቀቅቲ ኣሎ ሕማቅ ድሕን ኣሎ ጽቡቅ ኣሎ ድሕን ነዊሕ ኣሎ ሓጺር ኣሎ ሁከት ድሕን ኣሎ ሰላም ኣሎ ኩሉ እቲ ዲዋሊቲ ዝብልዎ ነገር ኣሎ ስሕበት ኣሎ ናብትን ናብትን ሕጂ እስኻ ናትካ ምርጫኻ ማለት እዩ እዛ ብዛዕባ ናይ የሱስ ከኣኒ ኩሉ እቲ ናይ የሱስ ከምዚ ከምዚ ከምዚ ድመፅእ ሰብኣይ የለን ኮመን ሰንስ ሓደ ክንደይ እንዲኦም ሰብ ክንደይ ሰብኡት እኳ እዮም መፅኦም ዮሲሲና ኢሎም መፅኦም እኳ ክንደይ ሰብ ኣታሊሎም ክንደይ ሰብ እኮ ኣብ ዘይበልብሉ ኣእትዮም እዮም ኣብዛ ዓለም ሕስቡ ሕጂ ከማንሲ ሓደ ኤርትራ እሞ የሱስ ይምጻና ወምን ወዲ ምን ኢልካ ኣጣኢካ ብዙሕ ነገር እዩ ግን ዓይኖም ዝተኸፈተ ሰባት ግን እቲ ኮንሽስነስ እንዲቲ ናይ የሱስ ክንመፀ ኢና ገለገለ ሰባት ግን ዝመስሎም ኣለዎ ሰብኣይ ስጋ ዘለዎ ከምዚ ከማና ከም ናትና ስኪን ዘለዎ ወይ ናይ ዓረብ ወይ ናይ ፃዕዳ ሕብሪ ዘለዎ ነዊሕ ፀጉሩ ድመፅእ ኮይኑ ድሓስቡ ስጋ ይዕብዮ ኣለዉ ፒቲ ብጣዕሚ የተሓሳስበካ ግን እቲ ናቶም ኮንሸስነስ ስለ ዘይለዓለ እንድዩ እዚ ስራሕ ናተይ ከኣ ምስሓቅ ዘይኮነ ንዓታቶም ንምልዓል ኢዩ እቲ ናተይ ዘረባ ሕጂ ከንብቦ ኢየ እሞ ምክንያቱ ኣብዚ ብጹሕ ብዙሕ ምስጢር ኣሎ ኢለ ኣነ ይኣምን ኦኬ ምርጫ ግን ናትና እዩ ክትልዕል ወይ ክትወርድ ፈጣሪን ሰይጣን ይብልዎም ሃይ ሰልፍ ን ሎው ሰልፍ ከምኡ ውን ላዕሊን ታሕትን ጸጋምን ጸጋም ወይ ከዓ የማናን ዝበሃል እዚ ሃይ ሰልፍ ለወ ሰልፍ ዝበሃል ከሕጂ ከምዚ ክገልጸልኩም ዝጸናሕኩ ደቂ ነጋውስ ፈትወኩም እየ ፈትወኩም እየ ፈትወኩም እየ እሞ ሃየ ሰልፊ ማለት ናይ ስጋ ገዲፍካ ናይ ነፍሲ ከመይ ጌርካ ትጸድቕ ከመይ ጌርካ ክራይስት ኮንሽስነስ ትበጽሕ ኦኬ ናይ የሱስ እንታይ ይበሃል እዩ የሱስ ክመጽእ እዩ ዝበሃል ክራይስት ኮንቸስ ሕጂ ግዜኡ እዩ ኤኒወይ ሕጂ ግዜኡ እዩ ብሕልፊ ኣብዚ ዓመት እዚ ብዙሕ ነገራት ክቀያየር እዩ እዚ ትዌንቲ ትዌንቲ ሲክስ ብዙሕ ነገራት ዝቀያየረሉ ነገራት እዩ ብዙሕ ነገር ዝግለጸሉ እዩ ድሕን ተጠቂምናሉ ፈጣሪ ትበልና እያ ትገልጾ ምሽ ድሕን ተጠቂምናሉ ተጠቂምናሉ ተጠቂምናሉ እንደገና ይምለስ ከምዚ ዘበነ ልቋ ዘበነ ማሪቆስ ኣነሲ ባባ ነጊሩኒ ነይሩ ኣነ ቅድሚ ሕጂ ነጊረኩም ነይረ ነጊሩንስ ጽሒፈስ እቲ ጸሓፍኩ ሳበይ ከም ዘቐመጥኩ ጠፊእኒ ብዝኾነ ኣሎ ኣውቃት ኣሎ ኣውቃት ክንብሎ ዋላ ግዜ ወትኤቨር ኣሎ ዘመናት ዋላ ንበሎ ዘመን ኣሎ ዘመን ናይ ሓጎስ ኣሎ ዘመን ናይ ጓሂን ውግእን እዚ ዝሓለፍናዮ ናይ ሕማቅ ውግእን ገለመለን ገለመለን ይሓሊፉ ሕጂ ዘበን ወርቂ ኣምሹር ደቂ ነጋስ ሕጂ ናታቶም ታራ ክልዓል እዩ ኣብ ዓለም ኢለ ኣነ ኣምን ኤኒወይ ድሕን ደልዮም እንደገና ታይም ኢዝ ሄር ታይም መፂ ኣሎ ድሕን ደልዮም ይመስል ከማን ኣሎ ኣልዒሎም ናታቶም ናይ ቀደም ተወሊዑ ዓይኖም ተረዲእዎም ናይ ኣቦታቶም ናይ ኣባሓጎታቶም ናይ ኣባሓጎታቶም ይልዕልዎ ኾኑ እንተዘይሎ ካልኦት ከልዕልዎ እዮም ሽግር ኣይኮኑን ብዝኾነ ዋላ ኣብ ኤሮጳ ከማኒ ሕጂ ትዝለዓለ ኮንሽስነስ ትዝለዓለ ፍልጠት ናይ ነፍሲ እንዳተረድኦም እንዳሰርሕሉ እዮም ኤኒወይ ዳስ ዋይ ኩሉ ሰብ ናይ ናፃ ከምዚ ኣነ የውፅእ ማእታን ኩልና ብሓንሳብ ሓፍ ክንብል ምክንያቱ ኣብዚ ዓለም ብሓንሳብ ኩልና ስለ ዘለና ብሓንሳብ ክንተደይ ነቂሕና እቶም ድበዝሑ ድሕን ኣባጊዕ ኮይኖም ሽግር ክኾን ስለ ዝኾነ እዚ ናይ ናፃ ትምህርቲ ድመፅእ ዘሎ ብዝኾነ ኣንቢበያ ሶ ብናትና ሃየር ሰልፍ ክንሰርሕ ካብ ናትና ለወር ሰልፍ ማለት እዩ ኦኬ ናብ ክርስቶስ ምእማን ኦኬ ትበጽሖ ንቕሓተ ሕልና እዩ ኦኬ ናብ ክርስቶስ ክርስቶስ ክመጸና ኣይኮነን ግን ክመጽእ ማለት እዩ ከምኡ እዩ ንሓደ ሰብ ደይርዳእ ድሕን ኮይኑ ከምኡ ኮይኑ ድሕን ድርድኦ ኮይኑ ብስ- ብሰ ብ- ብከብቲ ብምግቢ ብገለ ኢኻ ከተረዱ ትኽእል በቲ ማተርያል ነገር በቲ ዝርድኦ ብረቂቕቲ ድሕን ተረዲ ተረ- Christ Consciousness ተድኣ ኢልካዮ ኣይክርድኦን እዩ የሱስ ክመጽእ እዩ ተልካዮ ግን ክርድኦ ይኽእል እዩ ከምኡ ኢለ ኣነ ኣምን እቲ የሱስ ክመጽእ እዩ ኢልካ ትምህርቲ ዘሎ Christ Consciousness ሕጂ ብዙሓት ሰባት ኮንቸስ ይኾኑ ኣለዉ ይርድኦም ኣለዉ እቲ ግዜኻ ግዜ ናይ ናይ ኮ- እ፣ ትልዕለሉ እዩ ስለ ዝኾነ እዩ ንሱ እዩ ንምንታይ እ፣ የሱስ የሱስ ንዓኹም የማይቀርበኩም ንዓይ ኣይርሕቀኒ ግን እቲ Christ Consciousness ስለ ዝፈልጦ ኣነ ንስኻትኩም እኳ ደቂ ነጋውስ ክትፈልጥዎ ይደልየኩም ብዝኾነ ናብ ክርስቶስ ንምምላስ እትበጽሖ ንቕሓተ ሕልና እዩ፣ Level of Consciousness ከኣ ይብሎ ብትግርኛ፣ እትበራበረሉ እዩ። እዚ ናህና ዶርመን ዝደቀሱ ናትና ሴላሲ ተሲኦም ተበራቢሮም መን ምዃኖም ፈሊጦም ወልዕልዕ ድብሉ ደጥዕዩኻ ደሐጉሱኻ ደፈሱኻ ክሬቲቭ ዝገብሩኻ ማለት እዩ። መጽሓፍ ቅዱስ ማተፊዚካል እዩ ማለት ካብ ስጋ ዝረሓቀ ክትንክፎ ክትንክፎ ዘይትኽእል ማለት እዩ ክትንክፎ ዘይትኽእል ክትዕቅኖ ዘይትኽእል ዘይትኽእል ዘይትኽእል ነገር ከም ግዜን ቦታን ዝኣመሰሉ ነጋራት ኪንዮ ስጋዊ ዓለም እዩ። ኦኬ ኣንዊሐያ እዚኣ ሰንተንስ ሶሪ እዚ መጽሓፍ ቅዱስ ኦኬ ዝኾነ ሲሉ ሰብ ኣይርዶን እዩ ብሕልፊ ኣብ ብእንግሊዝ ዝተጻሕፈ መጽሓፍ ቅዱስ ብቁጽርታት እዩ እቲ ቁጽሪ ቁጽሪ ክንድዚ ክንድዚ ተባሂሉ እቲ ቁጽሪ ንገዛእሱ ናቱ ኤነርጂ ናቱ ትርጉም ኣለዎ ንሕና ኣይንፈልጦን ኢና ምክንያቱ እቶም ተምሃርዎ ከማነይ ምስጢር እዩ ንዝኾነ ኣይህብዎን እዮም ምስጢር እዩ ምስጢር ገይሮም ኩሉ ሓቢኦም ኮድድ እዩ መፅሓፍ ቅዱስ ኮድድ እዩ እዚ ከምዚ ዝመስለና ኣይኮነን ሕጂ ኣነ ከማን ናይ ኢየሱስ እቲ ኣንሽተይ ነገር ማለት ክራይስት ኮንሽስነስ ማለት እዩ ትበፅሖ ደረጃ እዩ ንቕሓት እዩ ኢለ ክትርድኡን ይኹን ን ኢየሱስ ስቅ ክመጽእ ከድሕነኩም ግን ክትወስድዋ ኢኹም ሕጂ ንስኻትኩም ዘይኮነሲ መብዛሕትኡ ሰብ ኣብ ዓለም ዘሎ ማለት እዩ ንስኻትኩም ክብለኩም ከሎ ንስኻትኩም ማለት ኣይኮነን ግን ኣብዚ ዓለም መብዛሕትኡ ዘሎ ፃዕዳ ሰብ ኣይኹን ዋላ ብጫ ሰማያ ዋት ኤቨር መፂኡ ከድሕነኩም ዝብሉ ዝኣምኑ ኣለዉ ያ ሰዚኣ ተረዲኣትኩም ክትኮን ብጣዕሚ ክደግማ እየ ምክንያቱ ቨሪ ኢንተረስት እያ ኣገዳሲት እያ ኦኬ ናብ ክርስቶስ ምእማን ትበጽሖ ንቕሓተ ሕልና እዩ ሌቨል ኦፍ ኮንሽስነስ ትባራበረሉ እዩ መጽሓፍ ቅዱስ ሜታፊዚካል እዩ ማለት ካብ ስጋ ዝረቀቀ ክትሕዞ ክትንክፎ ክትዕቅኖ ዘይትኽእል ዘይትኽእል ነገር ከም ግዜን ቦታን ከም ግዜን ቦታን ማለት እዩ ዝመስሉ ነገራት ክንዮ ስጋ ዓለም እዩ ክንዮ ስጋ ካብዚ ፊዚካል ስሪዲ ንሕና ንብሎ ካብዚ ንሕና ንብሎ ስሪዲ ፊዚካል ወርልድ ካብኡ ሓሊፍካ እዩ ሲልካ ብረቂቑ ብቀሊሉ ዝፍለጥ ነገር ኣይኾነን ማለት እዩ ብዙሓት በላሕቲ እዮም ብምስጢር ገይሮም ሰሪሖሞ ኮንፊስ ከም ትኸውን ምኽንያቱ ክቋጻጸሩኻ መጽሓፍ ቅዱስ ከ መን ኣዳልይዎ መን ጽሒፎ ሃይማኖት ውግእ ውግእ ሃይማኖት እዚኤን ክልተ ፖለቲሽንን እዚኦም ኣቕሽቲ ወይ ፓስተርስ እዚኦም ፓስተርስ እኮ ሕጂ ናይ ሕጂ እዮም እዚኦም ናይ ዓበይቲ ናይ ሮማውያን ዝነበሩ ዳሕራይ ናይዞም ቫቲካን ዶ ዋትኤቨር ናይ ካትሊክ ዝመፁ ንሳቶም እዮም ቨሪ ቨሪ ፓወርፉል ብጣዕሚ ቀዳማይ ነገር መብዛሕትኦም እቶም ላዕሊ ዝብ- ዘለዉ ሳይንቲስት እዮም እ፣ እቲ ጋብ ሰማይን ምድርን እዩ ምስቲ ዘሎ ህዝቢ ታሕትን ነቲ ዝ- ላዕሊ ዘሎን ሰማይን ምድርን እዩ ንዕኦም ከተረድኦም ሰብ ብዝካለካ መጠን ጥራሕ ክትጥርንፎም እዩ ዘለካ እንዳፋራራሕካ ብዝኮነ ንሱ እዩ ሶስ መጽሓፍ ቅዱስ ኮዲድ እዩ ማንም ሰብ ኣይእንብቦን እዩ ፎር ፐርፐስ ኢካ ተገይሩ ደቂ ነጋስ ፈትወክም እየ ፈትወክም እየ ፈትወክም እየ ኦኬ መጽሓፍ ቅዱስ ሓንጎል ምዕጻዊ ዝተጻሕፈ እዩ ኣብኣ ከላ ክብለኩም እየ ኣብዚኣ ሕጂ መዓት ጸራ ረክበ ሓደ እንታይ ኢሉኒ ናይ ወዲ ሸውዓተ ዓመት ኖለጅ ድዩ ድበለኒ ኦ ማይ ጋድ ናይ ወዲ ሸውዓተ ዓመት ከማን ድሕን ኣለዉ በርቅታት ድመፁ ቆልዑት ኣለዉ ወዲ ሸውዓተ ዓመት ከማን ክነዓቕ የብሉን ያ ከማን ኣይትፍረድ ከይድፍረደካ ኣይለኖ እንታይ ተፀብዩ እንታይ ክብል ክብለ ተፀብዩ ገለ ነገርስ ካባይ ተፀበየ ነይሩ ማለት እዩ ዘይረኸቦ ቴክ ታይም ግዜ ይውሰድ ወይ ኣብቲ ናይ ቀደም ኣነ ከምኡ ድየ ዝሰርሕ ኣብቲ ናይ ቀደም ድሕን ፍልጠት ኣለልካ ኣብኡ ኬድካ ኣንብብ ብጣዕሚ ሓሳብ ሓሳብ ኮመንት ዝገብሮስ ከም ገለ ቴፍ ደይበካ ኦኬ መፅሓፍ ቅዱስ ሓንጎል መዕፀዊ እዩ ሓንጎልና ንክዓፅውና እዩ መፅሓፍ ቅዱስ ተሰሪሑ ምክንያቱ ድሕን ቀሊል ነገር ኮይኑ ሕጂ ንኣብነት ሓደ ይብል ነይሩ ሲ ድሕን መጽሓፍ ቅዱስ ዘይሰርሑ ሰብ ናጽ ድሕን ኣብ ውሽጥኻ እዩ ዘሎ እቲ እቲ ፈጣሪ ዝሃበካ ኣብ ውሽጥኻ እዩ ዘሎ ድሕን ኢልናዮሲ ኮንትሮል ክንገብሮ ኣይንኽእልን ኢና ክመፁና ኣይኽእሉን እዮም ናፃ ክኾኑ እዮም ስለዚስ ናይ ግድን ድሕን ክመፁና ገንዘብ ክኸፍሉ ክእከብዎ በቲ ናህና መንገዲ ክንወስዶም ድሕን ኮይነስ ናይ ግድን መፅሓፍ ቅዱስ ክህሉ ኣለዎ ከምኡ ውን ንውግእ ያ ስለዚ መፅሓፍ ቅዱስ ድኸምታት እዩ ተሰሪሑ መደንዘዚ እዩ ብቅ ብቁጽሪ ስእልታትን ዝተኣሳሰረ ኮድድ እዩ ኣነ ከምዚ ክብለኩም ጸላእኩ እዩ ብቁጽርን ብምስጢርን ብገለመታን ዝተኣሳሰረ እዩ የ ቅድሚ ሕጂ ተዛሪብና ነርና ኢና ናይ ዓንዲ ሕቆ ኣብዚ ከምጽኦ እየ ንእሽተይ ድሕን ትርጉም ዝህበኩም ኮይኑ ንዓይ ጽቡቅ ገይሩ እዩ ምሳ- ምሳይ ድሰጥም ከማን ይጸምእ ከም ማይ ክ- ሞር ሞር ሞር ሞር ሞር እየ ሪሰርች ክገብር ዝደሊ ሓንሳ ሓሳብ ኮፍ ኢለ ሪሰርች ክገብር ድሕን ጀሚረ ከይተረድኣ ንሓሙሽተ ሽዱሽተ ሰዓት ይኸይድ ሕጂ ንካብ ናብኡ ተመሊሰ ኣለኹ which is good okay ኮድድ እዩ ኩሉ ዝርድኦ ኣይኮነን ኮድ ብምስጢር ስለ ዝተሰርሐ ኩሉ ሰብ ዝርድኦ ኣይኮነን ግን ሕጂ ንኣብነት ኣብዚ ናይ ኦርቶዶክስ ናይ ቀደም ናይ ቀደም ናይ ቀደም ድሕን ኣሎ መፅሓፍቲ ግን እሱ ወፅዩ እንተትፀሓፍ እንተትትንተን ፅቡቅ ነይሩ ይብል እምበር እዚ ሕጂ ድወፀ መፅሓፍ ቅዱስ ይነጥሩ ከማነ ዓሰርተ ክልተ ኢሎምሲ ዓሰርተ ኣርባዕተ ይነጥሩ ወደገ እቲ ዓሰርተ ሰለስተ ደኣ ኣበይ ከይዱ ክሊርሊ ከማን ኣሎ ዘየእትዎ ዘየእትዎ ነገራት ብዙሕ ኣሎ እዚ ካብ እቲ ብሕልፍቶም መፅሓፍ ቅዱስ ትብሎ ኣምሽሩ ነዚታት ትፈልጥዎ ኢኹም ኦኬ ኮድድ እዩ ኩሉ ዝርደኣካ ኣይኮነን ከምዛ ድሮ የሱስ ምስ መዛሙርቱ ሕጂ ንኣብነት ስእሊ ምሻላ የሱስ ምስ ደቂ መዛሙርቱ ስእሊ ኣላ ነዚኣ ሕጂ ኮድድ ምዃኑ ክነግረኩም ኢለ ነዚኣ ክትንትና ክፍትን እየ ሓደ ናይ የሱስ ታሪክ ናይ የሱስ እንታይ ይበሃል ኣይኮነን ክንመጾ ኢና ቅድሚኡ መዓት ብከምኡታት ዓይነት ምሪክል ዝገበሩ ብዙሓት ዝሓለፉ ኣለዉ ግን ምስ ሓድሽ ጀነረሽን ሓድሽ ሽም እዮም ደምፁ ምስቲ ጀነረሽን ዝሰማማዕ ነገራት የምፁ ኦኬ ኢየሱስ ምስ መዛሙርቱ ስእሊ ኣሎ፣ ሽዱሽተ ብየማኑ ሽዱሽተ ብጸጋሙ ንሱ ኸኣ ኣብ ማእከል ኮይኑ ካልእ ካልእ ዲብ ዲብ ኣሎ ግን ንእሽተይ ፍኽት ዝበለ ኢና ለማሕ ንዛረብኩም ኮመንት እቲ ኮመንት ድሕን ጽቡቅ ገይሩ ተባሓጢልኩም መን ኣበይ እንታይ ከኣ ንእሽተይ ንዛረብ ንኾን ብዝኾነ ኦኬ የሱስ ምስ ሽዱሽተ ብየማኖ ሽዱሽተ ብጸጋሙ ደቂ መዛሙርቱ ዓውዲ ኣዋርሕ ይብልዎ ምሁራን ንምህራን ከነጣብቀሎም ሕጂ ኦኬ ዓውዲ ኣዋርሒ ይብልዎ ዓውዲ ኣዋርሕ ይብልዎ ኣብ ኣብ ዓመት 12 ወርሒ ቀደም 13 16 ምስ የሱስ ማለት እዩ ኦኬ 12 ወርሒ ኣሎ ይብሉ ኦኬ እሱ'ዩ ማለት እዩ እቲ ኣብኡ ዘሎ ኩሉ ብ ብ ብምስጢር እዩ ተጻሒፉ ብዝኾነ ክንከዶ እንዲና ድሕን ትርጉም ሂብኩም ደቂ ነጋውስ መርሓባ ድሕን ትርጉም ባይሃበኩም ሽግር ኣይኮነን ግን ኣብ ታስኪንኩም እሽ ድብለኩም ኣነ ኩሉ ግዜ ኣብ ታስኪንኩም ዝጸንሓልኩም ከድልየኩም ከሎ ክፍት ኣቢልኩም ኔረ እዚኣ ዜባ ምጽያታ ኔራ እንድያ ምዚያ እዚኣ ሰጢማ ኣላ ትብሉ ረፈረንስ እዩ መፅሓፈይ ረፈረንስ እዩ ዓድጓ ብዙሓት ትዕድጓ ኣለኹም ዓድጓ ብዙሓት ኣለኹም ኣምሽር ክንዲ ዓደኩማ ረፈረንስ ክኾነኩም ገለ ነገር ክመፀኩም ከሎ ክፍት ኣቢልካ ችግር እዚኣ እዚኣ እዚኣ ማለት እየ ይሰጥም ምስ ውሽጥኹም ኦኬ ሽዑ ዋላ ሓንቲ ነገር ዓሻ ዓሻ ምዃን ፅቡቅ ኣይኮነን ደይ ምፍላጥ ፅቡቅ ኣይኮነን ምፍላጥ እዩ ፅቡቅ ኣይ ቲንክ ሰብ እንዳፈለጥካ ሃርቲ ክገብረካ ይሶኬ ከይፈለጥካ ግን ኖ ጉድ ኤኒዌይ ኦኬ እቶም ምሁራት ከምኡ ብለን ኣብ ኣብ- ኣብ ኣርባዕተ ጉርቦ ከዓ ሰሰለስተ ኣለዉ ኦኬ ኣብ ኣርባዕተ ጉርቦ ኣብታ ስእሊ ከዓኒ እ፣ ሕጂ ነዚ ድሕን ደሊኹም ክትብሎ ጉጉል ጌርኩም እቲ እቲ ናይ ጂዘስ ምስ ናቱ ዲሲ- እ፣ እንታይ ይበሃል ኢልኩም መዛሙርቱ የሱስ ምስ መዛሙርቱ ምስ ደቂ መዛሙርቲ ኢልኩም ድሕን ኣውፂኹማ

እንታይ ይበሃል ሓጋይ ክረምቲ ሰኔን ተባዕተ ሳራብዒቲ ታራብዒቲ ኣይፈልጣን እዩ ፈቲነ ኣይረኸብኳን ኣይሓተትክዎን ካል ኣሕዋት ክረምቲ ሓጋይ ሓጋይ ክረምቲ ዳስ ሕጂ ህማን ጠፊእና ንኤኒ ትፈልጥኹም ሓጋይ ክረምቲ ሓጋይን ክረምትን እቲ ሓጋይን ክረምትን ኣይርሳዓኒ ምክንያቱ ክረምቲ ካብ ትምህርቲ ስለ ተዕርፍ ሓጋይ ካብ ሙሉ ሓጋይ ስለ ቀውዒ ከኣላ እቲ ሓንቲ ኤኒዌይ ስኹም ትፈልጧ ተም ኣርባዕተ ኦኬ ኣብ ኣርባዕተ ኣውቃት ከኣኒ እቲ ዓሰርተ ክልተ ወርሒ ኣብ ዓሰርተ ክልቲኦም ማለት እዩ ምስ የሱስ ከ ዓሰርተ ሰለስተ ኣብ ኢትዮጵያ ዓሰርተ ሰለስተ እዩ እተን ናውቃት ከዓ እቶም ኣርባዕተ ተፈልዮም ዘለዉ በብሰለስተ ማለት እዩ ኳርተርሊ ይብሎ ኣብዚ ዓዲ ኦኬ ኦኬ ሰላሳን ሰለስተን ዕድመ መይቱ ኢየሱስ ከኣኒ ሰላሳን ሰለስተን ዕድመ መይቱ እዩ ዝብልዎ ኦኬ ሰላሳን ሰለስተን ዕድመ መይቱ ዓንዲ ሕቆ እዚ ከኣኒ ዓንዲ ሕቆና እዩ ኣብ ዓንዲ ሕቆና ኣብዚ ላዕሊ ኣብዚኣ ላዕሊ ሰላሳን ሰለስተን ትኸውን ማለት እዩ ሕጂ እቲ ናትና ኤነርጂ ኮንደሊኒ ካብ ታሕቲ እ፣ ልዒሉ ልዒሉ ልዒሉ መፅዩ ኣብዚ ክፍንጣሕ ከሎ ኣብዚ ክሮስ ተሰዊኡ ኣሎ ማለት እዩ እቲ ላይት መፅኡ ንላዕሊ ንላዕሊ ምስ ሃርቲ ቻካራና ካብ ታሕቲ ናብ ሃርቲ ናይ ሃርቲ ናይ ልቢ ድሕን ተኸፊታ ከዓኒ ስትሬት ወይ ምሽ ንላዕሊ ናብ ናብ መንበስበስተና ንክመፅእ እንድዩ ግን ኣብዚ ታሕቲ እዩ ክሮስ ዝመስቀል ካብኡ ዝመፀ እዩ ኣብኡ እዩ ደሎ እቲ ተሰቂሉ ዝበሃል ንሱ እዩ ኦኬ ተሳኢሉ እወ ክሩሲፋይ ኮይኑ ዝበሃል ኣብኡ እቲ ውሽጥና ብስነ ስርዓት ክሰርሕ ከሎ ማለት እዩ ሰላሳን ሰለስተን ግን ንሕና ዓንዲ ሕቆና እዩ መይቱ ዝበሃል ከዓኒ ክሩሲፋይድ ኮይኑ ተሰቂሉ ልዒሉ ልዒሉ ልዒሉ መፂ ዝደቀሰ ንሕና ክንውለድ ከለና ዝኣተወና ብርሃን ዝደቀሰ ማለት እዩ ኦኬ ሓንሳብ ሓንሳብ ኣይድቅስን ኩሉ ግዜ ኦን ይኸውን ዳሓን ሓሳብ ግን ይድቅስ እንተለይ ኣባራቢርካዮ ሒዝካዮ ከዓ ትመውት እንደገና ትምለስ እንደገና እዚኣ እንደገና ናይ ምምላስ ከማነ መፅሓፍ ቅዱስ ናይ ቀደም መፅሓፍ ቅዱስ ነይሩ እዩ ግን ኣጥፊኦሞ ድሕን እዚኣ ፈሊጦማ ደኣኒ ናብ ቤተክርስትያን ኣይመፁና ብዝብል ነገር እዩ ብዝኾነ እሱ እቲ ሰላሳን ሰለስተን ማለት እዩ ሓይሊ ቀውዒ ኦኬ እንታይ እዚ ሓጋይ ቀውዒ ክረምቲ ሕጂ ሓጋይ ቀውዒ ክረምቲ ጽሒፈየን ኣለኹ እታ ራብዒቲ ጥራሕ ኣይፈልጥኩን ፕሊስ ጸሓፉለይ ኦኬ ሓጋይ ቀውዒ ክረምቲ ኣሎ ናባና ዓሰርተ ሰለስተ ወርሒ ዓመት ይብልዋ ዓሰርተ ክልተ ተለዊጡ ዓሰርተ ሰለስተ ግን ዓሰርተ ሰለስተ እዩ ነይሩ ለዊጠሞ ዓሰርተ ሰለስተ ቨሪ ፓወርፉል እዩ ፓወርፉል ናምበር ቁፅሪ ዓሰርተ ሰለስተ ቢዝነስ ከተውፅእ ከለኹም ዓሰርተ ሰለስተ ኣውፅእ ዓሰርተ ሰለስተ ገለገለ ኢልኩም ኣውፅዎ ናቱ እንታይ ናቱ ክስታይ ኣለዎ ናቱ ምስጢር ኣለዋ እታ ዓሰርተ ሰለስተ ንዕኦም ወሲዶሞ ጉሩም ፈጢሮምሉ ሕጂ ዓሰርተ ሰለስተ ዝበሃል ኣለዎ ነዚ ዓለም ራን ዝገብርዎ ዓሰርተ ሰለስተ ፋሚሊ እዮም ኦኬ እቲ ናምበርግ ኣብ ዝኾነ ኣይደልይዎን እዮም ከምዚ ናይ ሕማቕ እዩ ኣይትቕረብኦ መፍርሒ እዩ ገለመለ እዮም ኢሎም ደርሕቑኻ ካብኡ ያ እምበር ድሕሪ ፈሊጥካዮ እቲ ቁፅሪ ከመይ ጌርካ ትጥቀመሉ ብጣዕሚ ቨሪ ፓወርፉል እዩ እምበር ወርሒ ዓሰርተ ሰለስተ ወርሒ ነይሩ ግን ኣይደልዩን እዮም ሰብ ኣብ ዓሰርተ ሰለስተ ወርሒ ንገዛ ርስሱ ጥዕና ህበካ እዩ ዓሰርተ ሰለስተ ክኸውን ከሎ ግን መብዛሕትኡ ሃገራት ከምዚ ስልጣኔ ስለ ዝመስሎም እቲ ናታቶም ናይ ኣቦሓጎታቶም ኣቦሓጎታቶም ዘጽንሕሎም ኣክንዲ ድሕዝዎ ናይ ፋራታት ኢሎም የብልዎ ይገድፍዎ ምክንያቱ ቅድሚ ሕጂ ተዛሪብና ነርና ከመይ ጌርካ ኣካፍኣዮ ናታቶም ነገር ሓማቅ ከም ዝኸውን ግበሮ ኣጽልኣዮም ራብሽ ደም ኣቃልሎም መኣታን ከይቀርብዎ ከምኡ እዩ ሕጂ ብዙሕ ነገር ናይ ወይ ኦፍ ናህና ንሕና ብዙሕ ነገራት ኣሎ ከምዚ ናይ ፋራታት ኢሎም ሰባት ዝገድፍዎ ግን ብጣዕሚ ጽቡቕ ጥዕናኻ ዝህበካ ትርጉም ዘለዎ ብፍልስፍና ዝተሃነጸ ዝተገበረ ነገራት ብዝኾነ ኣበይ በጺሕና ኦኬ ነዛ ዓለም ይቆጻጸርዋ ኢልና የዛውርዋ ኦኬ የዛውርዋ ኩሉ ቁጽሪ ሓይሊ ኣለዎ ዓሰርተ ሰለስተ ሓያል ቁጽሪ እዩ ከምዚ ሕጂ ክብለኩም ዝጸናሕኩ ደቂ ነጋውስ ዓሰርተ ሰለስተ ብጣዕሚ ሓያል ቁጽሪ እዩ ኦኬ ታሪኽ ኢየሱስ ታሪኽ ሚትራ ሚትራ ሕጂሲ እዚ ሚትራ ዝብልዎሲ መጠራ መተራ ሚትራ ሚትራ ዝበሃል ኦኬ ልክዕ ከም ናይ የሱስ እንታይ ይበሃል ነይሩ እዚ መተራ ኣይኒወ ኣብ ኣፍሪቃ ኣብ ናህና ኤርያ እዩ ነይሩ ካብኡ እዩ ቅድሚ የሱስ ማለት እዩ ሕጂ ከንብቦ እሞ ክነግረኩም እዩ ኦኬ ታሪክ የሱስ ታሪክ ታሪክ ሚትራ እዩ ካብ ካብ ድንግል ተወሊዱ ሚትራ እና ካብ ድንግል ተወሊዱ ወርሒ ዓሰርተ ክልተ ወርሒ ዓሰርተ ክልተ ዕስራን ሓሙሽተን መይቱ ዓሰርተ ክልተ ደቂ መዛሙር ነይሮሞ ተኣምራት ገይሩ መይቱ ከዓ ተንሲኡ ልክዕ ታሪክ ናይ ከም ታሪክ ናይ የሱስ ናይ ሚትራ ከኣኒ ከምኡ እዩ ከምኡ እዮም ዝምህርዎም ነይሮም ክራይስት ኮንሽስነስ ድሕን ክትምሃር ኮንካ ከምዚ ገይሮም እዮም ፅንፅዋይ ምሽ ንሕና ንምሃር ብዙሕ ፅንፅዋያት ንሕና ንምሃር ነርና ካብ ክንዓቢ ከለና ኩሉ እቲ ፅንፅዋያት ግን ንናትካ ስፒሪቹዋሊ ዝዕቢ እዩ ብዝኾነ ሚትራ ኦኬ ሰለስተ ሽሕን ክልተ ሚእትን ዓመት ዝሓለፈ ነይሩ የሱስ ድማ ክልተ ሽሕ ዓመት ዝሓለፈ ሕጂ ንኣብነት ኦኬ ሚትራ ንናይ ታሪኽ ታሪኽ ሚትራ ንታሪኽ ናይ የሱሲ ብክልተ ሽሕ ዓመት ሶሪ ብሽሕን ክልተ ሚትን ዓመት ይቕድሞ ማለት እዩ ስለዚ ሓድሽ ኣይኮነን እዚ ናይ የሱስ ታሪክ ከምኡ ገይሮም እዮም ነቶም ለው ታሕቲ ዘለዉ እቲ ናታቶም ኮንቸስነስ ሓፍ ንኸብሎም ብሰብ ኤግዛምፕል ዝቦም ሓድሽ ኣይኮነን ብየሱስ ኣይተጀመረን ቢትራም the same ታሪኽ ኤግዛክትሊ ኣለዎ ኦኬ ድሕሪ ክተንብብዎ ደሊኹም ኣንብብዎ ብዕኡ ኦኬ ከምኡ እውን እቶም ሰለስተ ለባማት እትም ዋይስ ድብልዎም እዮም እቶም ጊፍት ዝሃብዎ ዕጣን ከርበ ከምኡውን እቶም ሰለስተ ለባማት ወርቅን ዕጣንን ከርበን ኣምጺኦምሉ። እዚ እዚ ነገር እዚ ዝርከብ ከኣ ደፈነት እዚ ነገር እዚ ኣብ ኤውሮጳ ኣይርከብን እዩ። ከም ቅድሚ ሕጂ ዝበልኩም ኣብ ናትና ኤርያ እዩ ዝርከብ። ናትና ታሪክ ምዃኑ ቅድሚ ሕጂ ብዙሕ ግዜ ተዛሪበ እንዴ እንሄለኩም ኣብኡ ኢኹም ንዓይ ዋላ ድሕን ዲ ኣመንኩምኒ እቲ ታሪክ ትፈልጥዎ ትሰምዕዎ ካብ መፅሓፍ ቅዱስ ቅዱስ ድዩ ዋላ ካብ ስድራ ቤትኩም ድዩ ፅኒትኩም ድሕን ተሚዕኩም ኣበይ ኣሎ ሕጂ ንኣብነት ኣብዚ ዓዲ ማንኪ ኣሎ ድዩ? ማንኪ ኣይነብሩን እዮም ኣብዚ ዓዲ። ኤለፋንት ኣሎ ድዩ ኣብዚ ዓዲ? የለን። ከምታት ክንፈልጥ ክንክእል ኣለና። ኣብዚ ዓዲስ እንታይ ይነብር፣ ኣብታ ሃገር እንታይ ይነብር ኣብኡ ከለካ ከማንሲ ክፍለጥ ዝኽእል እዩ። ምክንያቱ እቲ ዝጠቕመካ ዓይንኻ ምስ ተኸፈተ እቲ ሎጂክ ቀልጢፉ ይርድኣካ ሕጂ ከምዚ ክብለኩም ዝፀናሕኩ ኣብ ኤሮጳሲ ምናልባት ፎክስ እንታይ እያ ትበሃል ቆበሮ እንታይ ዝብሎ እሳቶም ገልመታት ትርእዮም ኢኻ ግን ከም በዓል ኣንበሳ የለውን ከም በዓል ማንኪ ከም በዓል ህበ የለውን ብዛዕባ ኮምታት የለ ኣብ ኮናት ክንፈልጥ ክንክእላ እሱ እዩ ደፍልጠካ ዓይንኻ ድሕን ተኸፊቱ ዩ ሃቭ ቶታል ኣንደርስታንዲ ኦኬ ኦኬ ወርቅን ዕጣንን ኣምፅኦምሉ ኦኬ ናይ የሱስ ሚትራ ሓደ ዓይነት ታሪክ ኣለዎም ቅድሚ እዚ ልዕሊ ዓሰርተ ሓሙሽተ ዓይነት ሃይማኖታት ነይሩ እዚ ሕጂ ሃይማኖታት በዚሑ መዓት ሃይማኖታት እዩ ዘሎ ኣብ ክርስትና ብዙሕ ኣብ እስላም ብዙሕ ኣብ ካልእ ሃይማኖታት ካኣ ብዙሕ ሃይማኖታት እንድዩ ዘሎ ሽግር ኣይኮነን ሃይማኖት ክህልወካ ምክንያቱ መንገድ as long መንገዲ ናይ ፈጣሪ ኣብቲ ናይ ፈጣሪካ ደብጽሓካ ንካልእ ሃይማኖታት ካኣ ራብሽ ኣይገበርካን ኣየቃለልካን ኣየካፋእካን ድሕሪ ናይ ካልእ ሃይማኖት ዘየባ ደየቃለልካ ናትካ ሃይማኖት ጥራሕ ኣማዕቢልካ ብጣዕሚ ጽቡቅ እዩ ግን እሳቶም ዝደልዩ እትም ፓወርፉል ዓሰርተ ሰለስተ ፋሚሊ ዝበልኩኹም ነንሕድሕዱ ሰብ ክታፋነን ብስነ ስርዓት ጌርካ ኮንፊዝ ገይሮም ዘምፅኡ ሓደ ዓይነት እዩ ሓደ ናብ ሓደ ቦታ ትበፅሕ ድሕን ኮይኑ ግን ከመይ ገይሮም በላሕቲ እዮም ነንሕድሕዱ ከም ዝጋጨው ገይሮሞ ካብቲ ሓንቲ እቲ ሓንቲ ዝኸፍአ እቲ ሓንቲ ዝኸፍአ እቲ ሓንቲ ዝኸፍአ ብንትስስ ማእታ ሓደ ዩኒት ከይተበላሕ ብሓደ ድሕን ፀሊና ዝኾነ ነገር ክንገብር ንኽእል ኢና በቃ ግን ኣይ ንኸምኡ ክገብሩ ኣይደልዩን እዮም ምክንያቱ ካብቲ ቢዝነስ ክወፁ እዮም ካብቲ ኮንትሮል ክንወፅ ክወፁ እዮም ብዝኾነ ሓደ ዓይነት ታሪክ ዘለዎም ኢልና ኣለና እዚ ፈጣሪ የለን ኣየስምዕን እዚ ኣነ ናይ ሕጂ ዝብሎ ዘለኹ ደቂ ነጋውስ ፈጣሪ የለን ኣየስምዕን እዩ ግን ፈጣሪ ኣብ ውሽጥኻ ብርሃን ተኺሉልካ ስለ ዘሎስ እቲ ብርሃንካ ወሊዕካሲ ሙሉእ ኮንካ ዓለም ንበራ ዳሕራይ ኣብዚ ኣይትመላለስን ማዕታን ከይትመላለስ ማዕታን መንገዲ ፈጣሪኻ ፈሊጥካ ኩሉ ነገር ወዲእካ ዓፂኻ ክትከይድ ኣብዚ ወይ ከዓኒ ተመሊስካ ንካልኦ ሰባት ከዓኒ ከተልዕሎም ንማለት እዩ እምበረ ፈጣሪ የለን ማለት ኣይ እስኪ ምግቢ ኦኬ እቲስ ምግቢ ንሓንጎል እዚ ደቂ ነገሮስ ምግቢ ንሓንጎል እዩ ሶ ኩሉ ግዜ ምርጫ ሶሪ ሎሚ ደኺመ ቢዚ ውዒለ ሳቱርደይ ሎሚ ኩሉ ግዜ ምርጫ ኣለና ኦኬ እቲ ምርጫ ይብልናን ዝበሃል ነው። ኩሉ ግዜ ምርጫ ኣለና። ኩሉ ግዜ ንሕና ኢና ኮንትሮል ንገብር ናትና ሪያሊቲ ንሕና ክሪኤተር ኢና ደቅና ጋውስ ፈትወኩም እየ ፈትወኩም እየ ፈትወኩም እየ ኣዜ ብዕቢዮ ቻው